ሪከርድ ስድድ ለለጽ ጸኒሓ እያ ትሰደለይ ክልተ ቀነ ትጠፍእ ሰለስተ ቀነ ትጠፍእ ሽረካ ድያ እንዳ ዓጸየታ ትፈልጦ ተኣምር የብለይ ህልም እያ ትብል እዛ ቆልዓ ካብኡ ኣብ ችግር ኣለኹ ብኽያታ ማርያምን ማለት እዩ ኣነ ናታ ብኽያት ክሰምዕ ከሎ ከም ገለ ኢለ ኢሞቱ ኣትየ በቃ እእምሮ እዩ ዝርበሽ ልሓሶ ነበርኩ ይጠፍእ ተዓየ ክሰርሕ ኢለ ተዓየ ክገብር ኢለ በቃ ህልም ይብለኒ በቃ ኣእምሮይስ ይርበሽ ድቃሰ ይመፀኒ ካብኡ ትማሊ ኣሕዋተይ እኒኦ ጓላት እኒኦ ኣወዳት እኒኦ ከፍ ኢልና እንዳውጋዕና እዛ ቆልዓ ድውል ኣቢ- ድውል ኣቢላትለይስ ኣጥፍእ ኣቢላታ ዜዱ ኢላትኒ ሪከርዲ እ፣ ዝኾነ ይኹን ዓይነት ሪከርዲ ከይትልእኽለይ እዛ ቆልዓ እ፣ እዛ ሰበይቲ ሞተር- መተርጎም ገይራ ትትርጉመላ እያ ልፀሓፍኩ ወይ ል- ተናገርኩዎስ ትትርጉሞ ኣለ እያ እና ከይትጽሕፍለይዋ ልግበር ግበርኒ ኢላትኒ ማለት እዩ በቃ ናይ መጨረሻ እያ ኢላትኒ በቃ ወይ ክሞት ወይ ክሕነቕ ናይ መጨረሻ እያ ኢላትኒ እና በራርያ ድዩ ትበራርያድ ከዓ ከምቲ ቅድሚ ክልተ ወርሒ ለውግዐትኒ ዝኾነት ጓል ሓወበይኒ እያ በራርያድ ንዕ ስራሕ ክእት ወኪላ ካብ ርያድ ወሲዳትኒ ክልተ ወርሒ ሰሪሐ ክልተ ወርሒ ሰሪሐ ድማ ወፂ ምስ ወጻኹ ናብ ኻሊእ ገዛ ምስ ወጸት ናብታ እንዳ ደላሊት ወጽያ ማለት እታ ደላሊት ከዓ መሓሪት እያ ኣብቲ እንዳ ደላሊት ከይዳ ናብቲ እንዳ ደላሊት እየን ዘዕርፋ ይመስለኒ ኣብቲ ባራርያድ ኣይፈልጦን ኣነ ግን ከምኡ እዩ ኣብቲ ባራርያድ እንድሕር ዳ ዕረፍቲ ወፅን ናብ እንዳ ደላሊት እየን ከይደን ዘዕርፋ ኣብዚ እንዳ ደላሊት ከይዳ ካብዚ ኩሉ ቅድመይ ዝመፃ ነይረን ድሕረይ ዝመፃ ነይረን ንዓይ እንታይ ኢላትኒ ስራሕ እኒኦ ንዒ ክዲ ኢላትኒ ታይ እዩ ፅርየት ክልተ ሽሕ ሓሙሽተ ኪድ ኢላ ማለት እዛ ቆልዓ ምስ ከደ በቃ ሊፍት ብሊፍት እቲ ገዛ ስኢሉ ሃነን ዝበለ ገዛ እዩ ማለት እዩ በቃ ፅርየቱን ገለኡን ቆንጆ ገዛ እዩ ኢላቶ ብስሩ ወዲ ሃፍታም እዩ ብስሩ ወዲ ኣሚር እዩ ዝመስል እያ ኢላቶ በቲ በቲ ፅቡቅ ገዛ ኣትየ ኢላ ተመስገን ኢላ ላሰርሐት ላሰርሐት ላሰርሐት ምስ ከደት እያ እቲ ነገር እሱ ኣጋጢሙ ማለት እዩ ስለዚ ታይ ክብለክን ደልየ የሕዋተይ ካብዙይ ነገር ኣምላክ ይሰውረና ጥራሕ እየ ክብል ዝክእል እምበይ ኩሉ ዝንገር ኣይኮነይ ኩሉ ወይ ዝግበር ኣይኮነይ ስለዚ እዛ ቆልዓ ናይ መጨረሻ ኮይንዋ ብቀደማይ ግን እዛ ቪድዮ ክሰርሓ መዓልቲ በቃ ኣነ ትናታ ጭንቂ ትናታ ሽግር ትናታ ህውከት እቲ ናታ ብኽያትሲ ርእሰይ መውፂኡ ይርብሸኒ ርእሰይ መውፂኡ ይወቕዐኒ በቃ ንሳ እያ ትረአየኒ በቃ ብምንታይ እየ ልሕግዛ ልምንት በቃ ብኸመይ ሶሻል ሚድያ ኣይሰርሕ እዩ ማ- ከይትብሉ ብጣዕሚ እዩ ዝሰርሕ ሶሻል ሚድያ ብስሩ ልክፍ ወዲ ወይንሰይ ከምኡ ልብል ሓሳብስ ኣይመጸለይ ብስርዙቱ ልኩፍ ወዲ ወይዘ ከምኡ ዝብል ሓሳብ ኣይመጸለይ ብዙሕ ሰብ ደዊሉ መፍትሒ ኣልሽና ኢና ብከመይከ ክትርከብ ብከመይከ ብዙሕ ሰብ ሰብ ኢጋማ ይኩን ደዊሎም መፍትሒ ረኪብና መፍትሒ ኣልሽና ኢና ግን ምን ዓይነት መፍትሒ ክንረክብ ይክኣልና ደሓር ሶሻል ሚዲያ ምስ ወጸ ብዙሕ ሰብ ምስ ረኦዮ ሰብ እውን ኮሪለይ ኣነ ናይታ ቆልዓ ጭንቂ ናይታ ቆልዓ እምበር ኣነ ታይ እየ ናበይ እየ ታይ ኣለኩ በቃ ኣይተረደእንይ በጃ ኣነስ እታ ቆልዓስ ኣብቲ እንዳ ዓረብስ ከይትመውት ሓንቲ ዓርቢ እያ ቀርያትኒ ኢላ ሓንቲ ዓርቢ ሬሳ እየ ቀርየ ኢላ ምግቢ የበልዕ ኢላ እዚ ኤሌክትሪክ ግደይ ጎድኣ እዩ መስለኒ እዚ ኤሌክትሪክ ብጣዕሚ እዩ ዝጎድኣ ካረባ ማለት ብጣዕሚ እዩ ዝጎድኣ እዛ ቆልዓ
ውይ ተመስገን ተመስገን ተመስገን በስመ አብ ለማዓንቲ ብጣዕሚ ደስ በሃሊ ኪዳና ምህረት በዓል ጌታ ኣብ ምሕረት ኣጠምታትና ሓፍትና ወፃነታ ማለት እዩ እና ብጣዕሚ ብጣዕሚ ብጣዕሚ ደስ በሃሊ ዜድ ሓፍተለ ስለዚ ኩሉ ድገበርክዮ እግዚኣብሔር ኣምላክ ዓስኺ ይኽፈልኺ ማለት እዩ እውነተይ ሓሶ ወተይኩ በዓል ጌታ ዳ ሕማቕ ነገርና ዳ

ኻቢድ ነገር ገባ ፀንሓ ግን ደሞ እግዚኣብሔር ኣምላክ መጨረሻኡ ፅቡቕ ገብርዎ ማለት እዩ። በእውነት ብጣዕሚ ደስ በሃሊ ሃምዚ ኢልና ትተሓባበርለና ሃምዚ ኢልና ትረዳድእሉ ሰብ እኮ ብጣዕሚ እዩ ደስ በሃሊ። ያዕ ዜዲ ብቻ ከይኾነ እታ እንትን ዝገበረቶ ደሓር ዜዲ ቪድዮ ሸር ምስ በለቶ ኻልኦት ሰባት እውን ተቀባብሎሞ ኤምባሲ ሪያድን ማለት እዩ። እና ሰብ ሞያ ኮኖም ኡም እዚ ነገር እዚ ይፈጽሙ እሞ ሓፍትና ብሰላም ወጻ ማለቱ እና ኩልኹም እግዚኣብሔር ኣምላክ ዓስብኹም ይኽፈልኹም ክብራት ኣሕዋተይ እና ትጠንቀቃ በተለይ ዓዲ ዓረብ ድናኣኽን መጀመርያ ድህይወትኽን ትጠንቀቃ ማለቱ እና ዝሓፍትና ሳብ ህይወታ ምጥፋእ ብጣዕሚ ተስፋ ቆርጻ ጸንሓዋ ስልካለ ብጥዑይ ስለ ደይሰርሕ ልልታ ትርጉም ሎቶ ብላ ስለ ትብል ጸንሐትዋ ትስኣብ ማለቱ እና ኻቢድዎ ዝጸንሐ መጨረሻ ግን ጽቡቕ ስለ ዝኾነ ተማ ፈተና ሌሎ ኾኑ መጨረሻኡ ምጽባቑ ብጣዕሚ ደስ በሃሊ ለማዓንቲ ኪዳና ምህረት ኣብርሃቶ ባዕልየታ ማለት ዩ ብጣዕሚ ብጣዕሚ ብጣዕሚ ተሓጉሰ ኣና ማርያምን ጨኒቑውን ንጸንሑ ለለ ብዙሓት ኣጓላት እን ሃምዚ ነገር ዚዳ ኣጋጥመን መሕፈሪ ስለ ዝኾነ ካብ ሃይማኖትናም ካብ ባህልናም ዝወፀ ነገር ምስትሕና

ሓሉዊ እስ ክንዲ ሓል ኢኽባ ክድዘን ኻልኦት ቆልዑ ድምፂ ትኾኒ ትኽእሊ እና ኩልኹም ትሳተፍኹም እግዚኣብሔር ዓሶም ይኽፈልኩም በእውነት ብጣዕሚ ደስ በሃሊ ሓፍትና ደሞ ኣይዘኺ ጎብዚ ፈተና ለሎ እና ካብ ዝለዓሊ በርትዕ ክትሰርሒ እግዚኣብሔር ይሓግዝኺ ዝሓፍተይ ኣጆኺ ስደትና የሕፅረልና በእውነት ስደት ብዙሕ ዕዳ ርእየካ ብዙሕ ዕዳ ምህረካ እና እግዚኣብሔር ኣምላክ ዓድና ሰላም ገብሩ ህዝብና ሰላም ገብሩ ዳታ ቅድስቲ ዓድና ይመልሰና ዓድና ብዝሐስ ሰዓት ድንኦቶለ ድካፍ ኤድ ወረደ ደረጃው ግን ሰላሙ ይመልሰልና በእውነት ሀምዚ ድጸናሕናዮ ንነብር ሀምድላይና ወፅና ሀምድላይና ንገብእ ሰብ ሀምድላይ ክሰርሕ ክኡም ሰላምና ይመልሰልና ካብ ቢዱኖ ብዝሐ ሰዓት በተለይ ዓድና ሃም ዝትፈልጥዎ ብዙሕ ሰብ ስደት መጹ ኣሎ ኣናእሽቱ ቆልዑ እና እንድዒ ስደትና የሕጽረልና እዛ ዓድለ ብጣዕሚ ትባላሽው እኖ በተለይ ስዑዲ ማለቱ ብጣዕሚ ወኡ ትባላሽው እኖ ሃም ዝነቃደም ሰርሑ ደኣት ሰብ ሰርሑ ድብልኩ ኣይለይ እንድዒ ቆዋም ስራሕ ድጸንሖ ሰብ ማኾነ ደኣሚ ሕዝ ስራሕ እንድሕወጽኻ በቃ ሓደ ርካሽኡ ለለ ብጣዕሚ ትባላሽው ድንቁና ክብራት ኣሕዋትዬ ንበርቲዕ እግዚኣብሔር ስደትና ካሕፅረና ደሞ ጸሎት ንግበር ማለት ኦ እና የቐንይለይና ለማዓንቲ ቪድዮ ዝጸንሑ ላይክ ሰብስክራይብ እስኪ ምግባር ኣይትረስዑ ላይክ ሰብስክራይብ ሸር ላገበርኹም ሓደስቲ ትመፁ ኣለኹም ማለት ኡ ኣቱም ነባራት ኩሉ ግዜ ላይክ ኮመንት ትፅሕፉ ደሞ እግዚኣብሔር ያኽብረልና በልኹ